ሂወት ሓደ ሓደ ግዜ ከም ፀወታ ዳማ እያ። ሓንቲ ጌጋ ንብምሉእ እቲ ፀወታ ክትዕንዎ ትኽእል እያ። ወጋሕታ ክትሪኣ ከለኻ ከም ንግሆ ዝበረቐት ፀሓይ እያ ትመስል። ነዊሕ ቁመና፣ ከደራይ ከቢብ ገፅ፣ ከምኡ'ውን ኣቓልቦ ዝስሕብ ፍሩያት ኣዒንቲ ዝዓደላ ኮይና፣ ብተወሳኺ ድማ ኣብ ትምህርታ ብልጫ እናወሰደት መጻኢኣ ብሩህ ከም ዝኾነ ኩሎም መምሃራናን መቕርባን ዝምስኩርላ ንፍዕቲ ተምሃሪት ሃይስኩል እያ። ንወለዳ ከም በኹሪ ውላዶም መጠን ንኣዲኣ የማናይ ኢዳ፣ ንኣርባዕቲኦም ኣሕዋታ ድማ ከም ሓላፍነቷ ይትሓብቲ ኮይና ትምህርቶም ክከታተሉ ዓቢ እጃም እተበርክት ጻዕራም መንእሰይ እያ። ኣቦኣን ወጋሕታ ባራኽ ይበሃል። ኣብ ህንፃታት ከም ጆሜትራ ኮይኑ እናሰርሐ ናይ ስድራ ቤቱ ናብራ ክኣሊ፣ ናይ ደቁ ወፃኢታት ከጣጥሕ፣ ደኺሙ ንኸይበለ ዝፅዕር ዓንዲ ሕቖታ ገዛ እዩ። ወትሩ ካብ ስራሕ ክኣቱ ከሎ ፀጉሩ ብሓመድ፣ ክዳውንቱ ብጭቃ፣ ገፁ ብዝነቐፀ ረሃፅ ተሓፂቡ እዩ ዝመፅእ። ገና ኣብ ኣፍ ደገ ገዝኡ ክበፅሕ ከሎ ድማ ወጋሕታ ምስ ኣሕዋታ ባባ መፅዩ እናበሉ ታሕጓስ ናብኡ ይጎዩ። ንሱ ድማ ነቶም ንኣሽቱ ሓፍ ኣቢሉ ይስዕሞም። ንወጋሕታ ድማ ግንባራን ስዒሙ ናይ ስራሕ ድኻሙ እንታይ እዋን በኒኑ ይጠፍኣሉ ይርድኦ ኣይነበረን። እዚ ስድራቤታዊ ፍቕሪ ንዝርእዩ ሰባት ቅዱስ ቅንኢ ዝፈጥር ነበረ። ኣዲኣን ወጋሕታ ድማ ለምለም ትበሃል። ናይ ሰብኣያ ኣታዊ እኹል ስለ ዝነበረ ኣብ ገዛ ደቃን ሓዳራን ንኣለየት ትውዕል ጻዕራም ኣዲያ። በዓል ቤታ ካብ ስራሕ ክምለስ ከሎ ድማ ቡና ቀራሪባ ብፍሽኽታ ምቕባል ሓደ ካብቲ ብልጽቲ ሰበይቲ ዘብላ ባህርያታ እዩ። እታ ብፍቕሪ ዝመልእት ጸባብ ገዝኦም ሃብታም ቤት ካብ ምዃን ዝጎድላ ነገር ኣይነበረን። ናይ በረኻ ኣታዊ ጽባሕ እንታይ ክበልዕ ኢና ዘየብል እኹል ቀለብ፣ ንወጋሕታን ኣሕዋታን ጽቡቕ ክዳን ዘግዝእ፣ ብሓፈሻ እታ ስድራ ብቐሊሉ ንምምሕዳር ዝኣክል እዩ። ባራኺ ኣብቲ ግዜ እቲ ንሰበይቱ ዘኽብር፣ ንደቁ ዝሓሊ፣ ብጎረባብቱ ድማ ጻዕራም ፈታዊ ስድርኡን ተባሂሉ ከም ኣርኣያ ዝረኣን ዝምስገንን ኣብ ጽቡቕ ናይ ህይወት ደረጃ ዝርከብ እዩ ነይሩ። ግን ህይወት ብኣጋጣሚታት ዝተመልአት ስለ ዝኾነት ኩሉ ግዜ ከምቲ ትሓስቦ ይትኸይድ። ንወጋሕታ ሳልሳይን ራብዓይን ኣሕዋት ምስ ተወለዱላ እቲ ሚዛን ቁጠባ ክጎድል ጀመረ። ናብራ ከበደ። ወጻኢታት ብዕጽፊ ወሰኸ። ናይ ባራኺ ኣታዊ ግን ካብቲ ዝነበሮ ስለ ዘይወሰኸ ከም ቀደም ብቐሊል ናብራ ገዝኡ ክመርሕ ኣይከኣለን። እዚ ጸቕጢ እዚ ድማ ዕረፍትን ቅሳነትን ክኸልኦ ጀመረ። ካብ ዕለታት ሓደ መዓልቲ ባራኺ ኣብቲ ዝሰርሓሉ ዝነበረ ህንጻ ናይ ቅድሚ ቀትሪ ስርሑ ወዲኡ ብድኻም ለሽ ኢሉ ኣብ ጥቓ ሓደ መንደቕ ኮፍ ብምባል ኣብ ኣእምሮኡ ብዛዕባ ስራሕ ዘይኮነስ ብዛዕባ እቲ እናወሰኸ ዝኸደ ናይ ገዝኡ ወጻኢታት ይመላለሶ ነበረ። ሓምሻይ ቆልዓ ተወሊዱ፣ ናይ ጸባ፣ ናይ ቤት ትምህርቲ፣ ካልእ ወጻኢታትን ክውሰኽ ከሎ ኣታወየ ግን ገና ከም ቀደሙ እዩ ዘሎ። ከመይ ገይረ ኩሉ ወጻኢታት ሸፊነ ናብራ ገዛይ ብቐሊል ከመሓድር ዝኽእል እናበለ ኣብ ባሕሪ ሓሳብ ተዋሕጠ። ኣብታ ህሞት እቲኣ ሓደ ካብቶም መሳርሕቱ ተኽለ ብታሕጓስ ናብ በራኺ ብምቕራብ ካብ ጅቡኡ ጥማር ገንዘብ ኣውፅኡ እናርኣዮ በራኺ ዓርከይ ሎም ደኣ መዓሽሻ እዩ በሎ። በራኺ እናተሓጎሰ እንታይ ተረኺቡ ተኽለ ደሞዝ ተወሲኽልና ድዩ ኢሉ ሓተቶ። ተኽለ እናሰሓቐ ኣይፋሉን ትማሊ ምሸት ቁሩብ ቁማር ተፃዊተ ከም ትሪኦ ዘለኻ እዚ ኩሉ ገንዘብ በሊዐ ደሞዝ ክሳብ ዝመፀና ኣብ ጭንቀት ጥዋሒተ ከም ዘይነበርኩ ሕጂ ሳላ ቁማር ናይ ወርሒ ኣስቤዛይ ገዛይ ክኢለ በሎ። እዚ ቃል እዚ ኣብ ኣእምሮ በራኺ ከም ማህተም ተቐሪጹ ተረፈ። ናይ ወርሒ ስፔዛ ብሓንቲ ምሸት ኢሉ ብምግራ ምስ ነብሱ ተዛረበ። እተን ኣዋርሕ ደም እናረሃጽካ ዝመጽእ ገንዘብ ብሓንቲ ምሸት ብቐሊሉ ክርከብ ከም ዝኽእል ምስ ሰምዐ ቁማር ከም መዋጽኦ ከም ፍታሕ ኮይኑ ተራእዮ። ኣነ ንስድራይ ዝኸውን ተወሳኺ ኣታዊ እየ ዝደሊ ዘለኹ። ሓንቲ መዓልቲ ጥራይ ተጻዊተ ናይ ሓደ ወርሒ ገዛ ክራይ እንተሸፊንለይ፣ እቲ ዝተረፈ ደሞዘይ ድማ ንደቀይ ናይ ናውቲ ትምህርቶም እንተሸፊንለይ እንታይ ጸገም ኣለዎ? ዝብል ግጉይ ንዓቢ ጥፍኣት ዝዕድም ሓሳብ ኣብ መንጎሩ ተቐጀሎ። ብድሕሪኡ እቲ ከም ቀሊል ዝጀመሮ ስጉምቲ ቁማር ናብ መገዲ ጥፍኣት ክልወጥ ጀመረ። ኣብታ መጀመርታ ምሸት ባራኺ ናብ እንዳ ቁማር ሒዝዎ ዝኸደ ውሑድ ገንዘብ ብዕጽፊ ተመለሰሉ። እዚ ድማ እታ ቅንዕቲ መገዲ እዚኣ እያ ዝብል ናይ ሓሶት ተስፋ ክሕዝ ጌራቶ ነበረት። ከምቲ ልሙድ ቁማር ክትስዕር ጥራይ ዘይኮነ ክትስዓር'ውን ግድን እዩ። ኣብ ካልኣይቲ ምሸት ጀሚሩ ድማ እቲ ዝበልዖ ዝነበረ ተቐይሩ እቲ ዝነበሮ ገንዘብ ክሃልቕን ነቲ ደሞዙ ኣብ ክንዲ ንበዓልቲ ቤቱ ዝህባ ኣብ ጣውላ እንዳ ቁማር ክኹትፍኦ ጀመረ። ባራኺ እናተበልዐ ምስ ከደ ነቲ ዝተበልዖ ንምምላስ ብዝብል ሓሳብ ኣብ ወልፊ ቁማር ዝያዳ ጠሓለ። ካብ ጻዕራም ሰራሕተኛ ናብ ዝጠፈሸ ቁማርተኛ ተቐየረ። ጓህን ቁጥዐን ኣብ ውሽጡ እናሰዕረረ ከደ። ነዚ ንምርሳዕ ድማ ናብ መስተ ኣዘንበለ። እቲ ጻዕራምን ፈታዊ ስድርኡን ከም ኣርኣያ ዝረኣ ዝነበረ ኣቦ፣ ውዒሉ ሓዲሩ ናብ ሰኽራምን ቁማርተኛን ክቕየር ጀመረ። እታ ቀደም ብጥዑም መኣዲ፣ ብሰሓቕ ቆልዑን ብጨና ቡኑን ፉሕፉሕ ትብል ዝነበረት ገዛ፣ ፍርሒ፣ ጭንቀትን ቊቓን ኩሕጣ ጀመረ። ለምለም እታ ንባራኺ ከም ንጉስ ኣኽቢራ፣ ንገዛኣ ከም ቤተ መንግስቲ ገይራ ትሕዝ ዝነበረት፣ ለውጢ በዓል ቤታ ሃንደበት ክመጽእ ከሎ ክትኣምኖ ኣይከኣለትን። መጀመርታ ደኺምዎ ክዘናጋዕ ደልዩ ይኸውን ትብል። ደሓር ድማ ኣብ ስርሑ ገለ ጸገም ኣጋጢምዎ ክኹን ኢላ ምስምስ እናፈጠረት ንገዛእ ርእሳ ክትጥብር ትፍትን ነበረት። ግና እቲ ስኽራን መዓልታዊ፣ እቲ ስእነት ገንዘብ ድማ ቀጻሊ ምስ ኮነ፣ ሰብኣያ ኣብ ቁማር ተኣሪኹ ከም ዝውዕል ፈሊጣ ነቲ መሪር ሓቂ ክትጎስሞ ግድን ኮነ። ባራኺ ከም ልማዱ ፍርቂ ለይቲ ኣእጋሩ እናተሓላለኸ፣ እናወደቐ፣ እናተሰኣ ኣብ ገዝኡ በጽሐ። ክፈትኦ እናበለ ማዕፆ ገዝኡ ብሓይሊ የንኳሕኳሕ ነበረ። ለምለም ድማ ከይደቀሰየት ክትፅበዮ ፀኒሓ ቆልዑ ከይበራበሩ ብቕልጡፍ ተሲኣ ትኸፍቶ ነበረት። ግን እቶም ደቆም ገና ሓንቲ ግዜ ማዕፆ ብሓይሊ ምስ ተሃርመዮም ዝትስኡ ነይሮም። ሓደ መዓልቲ ፍርቂ ለይቲ ባራኽ ሰኺሩ መፀ። ማዕፆ ብሓይሉ ብእግሩን ብኢዱ እናሃረመ ለምለም ክትፅበዮ ስለ ዝፀንሐት ብቕልጡፍ መፅያ ከፈተቶ። እቲ ካብ ኣፍ ባራኺ ዝወፅ ዝነበረ ጨና መስተ ሃንገፍ እናበላ ባራኺ ንምንታይ እዚ ኩሉ መስተ በለት ንብዓት እንዳመፃ እዚ ገንዘብ እኮ ናይ ቆልዑ ቀለብ ይኸውን ዝግብኦ ነይሩ ንወጋሕታ መፅሓፍ መግዝኢ ይኸውን ዝግብኦ ነይሩ ከመይ ጌርካ ጨኪን ካብ ሓደ ምሸት ኣብ ጣውላ እንዳ ቆማር እንዳ መስተን ክትውክዖ ኣለኻ ኢላ ሓተተቶ ባራኺ እቲ ቀደም ዝነበሮ ለውሃትን ሓልዮትን ጠፊኡ ስቕ በሊ ኢሉ ብጭካነ ፀፍዓ ዝገብሮ ኣነ ጥራይ ዝፈልጥ ዛህረይ ክትመፅእ ጥራይ ተፀበየ ሽዑ ይኮነን መጽሓፍን ቀለብን ኩሉኹም ብወርቂ ክትሕጸቡ ኢኹም በላ። ለምለም ዓው እምበር ኣታ ሰብኣይ ንሕና ወርቅኻ ኣይንደሊን ኢና ኢላ ምስ መለሰትሉ ርግ ኢላ ድማ እዞም ቆልዑ እኮ ዝበልዑዎ ስኢኖም ብጥሜት ተወዲኦም ትምህርቲ ይከዱን ዘለዉ በጃኻ ምእንቲ እዞም ደቅኻ ኢልካ ነዚ ጽዩፍ ተግባርካ ግደፎ እታ ናይ ቀደም ብጽፍርኻ ትረኽባ ውሕድ ተኣታዊ እኽልቲ እያ እዚ ቁማር ናይ ሰይጣን እዩ ዘለካ ይወስድ እምበር ዝህበካ የብሉን ምስ በለቶ ስቕበል እኮ ኢለኪ እየ ኢሉ ባራኺ ደጊም ጸፊዕዋ ናብ መደቀሲ ይምራሕ እቲ ኣብ መንጎኦም ዝነበረ ቆይቓ ኣብታ ጸባብ ገዛ እናቃለሐ ነቶም ኣብ ዓራት ተሓቢኦም ዝሰምዑ ዝነበሩ ቆልዑ ብፍርሒ ክሩዕዱ ገይርዎም ነበረ። ወጋሕታ ድማ ብዓቕማ ነቶም ብፍርሒ ዝተንቀጥቀጡ ዝነበሩ ናእሽቱ ኣሕዋታ ሓቝፋ ኣይትፍርሑ ኣጆኹም እናበለት ክተጸናንዖም ትፍትን ነበረት። ግን ንዓኣ መን የጸናንዓ? እቲ ጅግናኣ ዝነበረ ኣቦኣ ሕጂ ናብ ሰኽራምን ቁማርተኛን ተቐይሩ፣ እታ ብርሃን ገዛ ዝነበረት ኣዲኣ ድማ ብጓሂ ገጻ ማዳ ስዒርዎ ብምርኣይ ኣብ ውሽጣ ዓቢ ሓዘን ይፈጥረላ ነበረ። ናብ ቤት ትምህርቲ ክትከይድ ከላ ከም ወትሩ ኣብ ክንዲ ብዛዕባ ትምህርታ ትሓስብ ምሸት ኣቦይ ሰኺሩ እንታይ ክገብር ኸውን ፅባሕ እንታይ ክንበልዕ ኢና ዝብሉ ሕቶታት ንኣእምሮ ኣይስዕርዎ ነበሩ እቲ ኣብ ገዝኦም ዝነበረ ናይ ፍቅሪ ሃዋሁ ጠፊኡ ብራብሻን ጭንቀትን ምስ ተተክአ መፃኢያ እናፀልመተ ይኸይድ ከም ዘሎ እናተረኣያ ኣብ ውሽጣ ዝነበረ ፍርሒ ክዓቢ ጀመረ ካብቲ ዝኸፍአ ድማ ባራኺ ገለ ለይታ ሰኺሩ ናብ ገዝኡ ክበፅሕ ስለ ዘይክእል ኣብ ፅርግያታት ተደርብዩ ይሓድር ነበረ ወጋሕታን ኣዲኣ ንዚ ምስ ፈለጣ፣ ናብ ገዛ ኣብ ዘይመጻሉ ግዜ፣ ፍርቂ ለይቲ ብቑሪ እናተንቀጥቀጣ፣ ነቲ ዓንዲ ቤቱ ኮይኑ ስድራ ዝኣሊ ዝነበረ ባራኺ፣ ኣብ ጽርግያታትን ጎደናታትን ከናድኦ ድቃስ ይስእና ነበራ። ማማ! ኣብዚ ወዲቑ እናሃለ! በለት ወጋሕታ ብጓሂ እናነብዐት። ነቲ ኣብ ጥቓ ጓሓፍ ወዲቑ ዝነበረ ኣቦኣ እናመልከተት። ኣዲኣ ድማ ብሓዘን ዋይቲ ጉደይ! ዋይቲ ሓሳረይ! ኢላ ክልቲኤን ተሓባቢረን ሓዚለን ናብ ገዛ የብጽሕኦ። በራኺ ሰኽራምን ቁማርተኛ ምስ ኮነ ጎረባብቲ ኣግሊሎሞ ዘስርሕዎ ሰባት እውን እናሰኣነ ከደ። ንቁማር ዝኸውን ገንዘብ ስኢኑ ድማ ኣቑሑት ገዝኦም እናሰረቐ ክሸይድ ጀመረ። ዕድኡ ደረት ሰኣነ። እቲ ገዛ ክራይ፣ ቀለብ ቆልዑ፣ ኩሉ ጸር ድማ ኣብ መንጎ'ታ ምስኪን ለምለም ወዲቑ። ስድራኣ ካብ ጥሜትን ውርደትን ንምድሓን ናይ ጽሬት ክትሰርሕ ተገደደት። ወጋሕታ ነዚ ኩሉ እናኣርኣየት ልባ ብጓሂ ተሰብረ። ናይ እንዳ ባራኺ ናይ ሽዱሽተ ወርሒ ገዛ ክራይ ኣይተኸፍለን። በዚ ድማ ዋና ገዝኦም ኣቶ ሃይለ ወርሒ ብዝመፀ እናተመላለሱ ገዛ ክራይ ብምሕታት ኣናወፅዎም። ኣቶ ሃይለ ኣብ መፋርቕ ሱሳታት ዕድመ ዝርከቡ ሃብትን ንብረትን ዝዓደሎም ሰብኣይ ዋላ እኳ እንተነበሩ እታ ዶክተር ዝነበራ ፈቃር በዓልቲ ቤቶም ውላድ ከይረኸቡ ቅድሚ ክልተ ዓመት ብሞት ስለ ዝተፈለየቶም ኣብ ህይወቶም ሓደ ዓቢ ባዶነት ይስምዖም ነበረ። ዋላ እኳ ውላድ ኣይርከቡ ድሕሪ ሞት ሰበይቶም ካልእ ክጥምቱ ግን ድሌት ኣይነበሮምን። ካብ ዕለታት ሓደ መዓልቲ ኣቲ ሃይሎ ንባራኺ መስተ ከይጠዓመ ክረኽቦ ስለ ዝደለዩ ሓደ ንግሆ ናብ ገዝኡ መፂኦም ከዘራርብዎ ፀውዕዎ ባራኺ ካብዚ ገዛ ክሰጉን እዮም ብዝብል ፍርሒ እናተንቀጥቀጠ ኣብ ምድሪ መርፍእ ከም ዝጠፍኦቶ ደኒኑ ክዕንድ በለ ባራኺ ናይ ሽዱሽተ ወርሒ ገዛ ክራይ ከፈልካን ብዘይካዚ ንስድራኻ ከመይ ትብድሎን ከም ዘለኻ ኩልና ጎረባብትኻ ንሪኦ ዘለና እዩ እንታይ ኢኻ ትኸውን ዘለኻ በልዎ ቁጡዕ ኢሎም ባራኺ ርእሱ ድኒኑ ኣቶ ሃይለ በጃኹም ግዜ ሃቡኒ ክኸፍለኩም እየ በሎም ብሕፍረት ኣቶ ሃይለ ድምፆም ኣልዝብ ኣቢሎም ብዝኾነ ባራኺ ሕጂ ንዓኻ ክዓቢ ብስራት ሒዘልካ መፅእ ዘለኹ ብምባል ኣተኪሮም ጠመትዎ። ባራኺ ብዘይተፀበዮ ዘረብኦም ሰንቢዱ ቅንዕ እናበለ ብስራትኩም ይጥዓም እንታይ ብስራት እዩ ኣነ ሕጂ መምጽኤ ምኽንያት ብዛዕባ ገዛ ክራይ ኣይኮነን እኳ ደኣስ ብዝበልኩኻ እንተ ደኣ ተሰማሚዕኻ ብኣንጻሩ ኣነ እየ ገንዘብ ክህበካ ብምባል ኩነታቱ ብትኹረት ተዓዘብዎ። ባራኺ ህውኽ ኢሉ ዝኾነ ጥራይ ይኹን ንጎርኒ እንታይ እዩ ብምባል ተረቢጹ ሓተቶ። ኣቶ ሃይለ ርግ ኢሎም በዓልቲ ቤተይ ምስ ሞተት ብጽሞያ ይሳቐ ዘለኹ ብዘይካ እዚ ሃብተይ ዘውርሶ ውላድ ስለ ዘይብለይ ናይ ወትሩ ጭንቀት ኮይንኒ ኣሎ ስለዚ ንወጋሕታ ጓልካ ንኽመርዓዋ ሃበኒ ብዘይ ተስፋ ደልሃመት ዝዋሕጦ ቤተይን ህይወተይን ከም ሽማ ወጋሕታ ክትኮነለይ ኣነ ድማ ንዘለኪ ዕዳ ሙሉእ ብሙሉእ ክሽፍነልኪ'የ። ንስኻን ስድራኻን ብነጻ ኣብዚ ገዛ ክትነብሩ ከፍቅደልኩም'የ። ኩሉ ሃብተይ ድማ ጓልካ ወጋሕታ ክትወርስ'ያ። እንታይ ይመስለካ? ኢሎም ሓተትዎ። ባራኺ ነዚ ምስ ሰምዐ ብታሕጓስ የዒንቱ በርሀ። ብዛዕባ መጻኢ ጓሉ፣ ብዛዕባ ፍልልይ ዕድመ ወይ ብዛዕባ ስምዒታን ድሌታን ሓንቲ ካልኢት እውን ከይሓሰበ ሕራይ! ከም ዝበልኩሞ ይኹን ኣቶ ሃይለ፣ ከምቲ ንቡር ሽማግለ ስደዱ፣ ጓልና ሂብናኩም ኣለና። ኢሉ ብታሕጓስ ፍቓድ ገለጸሎም። ኣቶ ሃይለ ኣዝዮም ተሓጒሶም ኣብ ቀረባ ግዜ ሽማግለ ከም ዝልእኹ ገሊጾምሉ ተፈላለዩ። ባራኽ እናተሓጎሰ ናብ ገዛኡ ኣትዩ ነዚ ብስራት ዝበሎ ዜና ንሰበይቱን ጓልን ምስ ነገረን ኣብታ ገዛ መርድእ ዝተነግረ እዩ ዝመስል ነይሩ። ኣንታ ሰብኣይ መወዳእትኡ ዝተጸሊልካ ኢኻ ኢላ ኣደ ወጋሕታ ጨደረት። ጓልካ ብገንዘብ ክትሸጣ? ንሶም እኮ ብዕድመ ንዓኻ እውን ይዓብዩኻ እዮም በለቶ። ስቕ በል ንስኺ በለ ባራኺ ብትሪ እዚ ኩሉ ንገብሮ ዘለና ንረብሓኣን ንረብሓናን እዩ ካብዚ ድኽነት ንወፅኣሉ እንኮ መገዲ እዚ ጥራይ እዩ በለ ወጋሕታ ካብ ኩርናዕ እቲ መንደቕ ተፀጊዓ ኮፍ ኢላ ንብዓታ ከም ውሕጅ ይፈስስ ነበረ ትምህርታ ከተቋርፅ ንሓደ ብዕድመ ንኣቦኣ እኳ ዝዓብዮ ሰብኣይ ክትምርዖ ምስ ሓሰበት ሕልማ ኩሉ ብሓንሳብ ክብርዕን ተረኣያ ግን ከኣ ብኻልእ ሸነኽ ኣዲኣ ብስራሕ ጽሬት ክትሳቐ፣ ኣሕዋታ ጠምዮም ክሓድሩ፣ ኣቦኣ ብዕዳ ክእሰር፣ እዚ ኩሉ ኣብ ኣእምሮኣ ተመላለሰ። ከምቲ ኣቦኣ ዝበሎ ድማ ስድራኣ ካብ ጸልማት ከተውጽኦም ትኽእል ብናታ መገዲ ጥራይ ምዃና ተገንዘበት። ብወጋሕታ ንስድራ ቤታ ኢላ ሕልማ፣ መጻኢኣ፣ መስዋእቲ ንምግባር ወሲና ድማ ንብዓታ እናደረዘት ሕራይ ባባ ክምርዖ'የ በለት። ሽዑ ኣብታ ገዛ ጸጥታ ነገሰ። ኣዲኣ ዕጫ ጓላ ዝም ምዃኑ ንገዛእ ርእሳ እናወቐሰት ነብዐት። እቲ መርዓ ኣቶ ሃይሉን ወጋሕታን ብዓቢ ድምቀት ዋላ እኳ እንተተፈጸመ፣ ዕዱም ሰብ ግን ጉድ እዩ ኢሉ ኣፉ ሓዘ። እዛ ብዙሕ ተስፋ ዝነበራ ቆልዓ ንገንዘብ ክብል ትርጉም ኣልቦ ይገብራ ኣሎ እናበለ ዝሓምያ ሰብ ኣይተሳእነን። ወጋሕታ ድማ ብውሽጣ ትሳቐ እኳ እንተነበረት ምእንቲ ስድርኣ ክትብል ስቓያ ሓቢኣ ኣውዓለት። ድሕሪ መርዓ ወጋሕታ ኣብቲ ብኽቡር ናውቲ ዝማዕረገ ብጽሬት ዘንጸባረቐ ዓቢ ገዛ ኣቶ ሃይለ ኣተወት። ኣብ ልዕሊ ዓራት ኮፍ ኢላ እቲ ስዒቡ ዝመጽእ እናሓሰበት ልባ ብፍርሒ ዕጽፊ ትሃርም ነበረት። ኣቲ ሃይለ ናብቲ ገዛ ምስ ኣተዉ ርእሲ ኣድኒና ንብዓት ከይስዕራ እንዳተቓለሰት ጠመተቶ። ኣቲ ሃይለ ኣብ ፊት ዓራት ዝነበረ ወንበር ኮፍ ምባል ብህዱእ ድምጺ ወጋሕታ ጓለይ ኣይትፍርሒ በልዋ። ወጋሕታ ብስንባደ ርእሳ ኣቕና ኣቢላ ምስ ረኣየቶ ጓለይ ኢላ እቲ ዝሰምዓቶ ምእማን ስኢና ደገመቶ። እዎ ጓለይ በሉ ኣቲ ሃይለ ፍሽኽ እናበሉ። ፈሪሕኪ ከም ዘለኺ ይርድኣኒ እዩ ኢሎም ኣብ መንበሮም ተሲኦም እዚ ናትኪ ክፍሊ እዩ ኣነ ኣብቲ ካልእ ክፍሊ እየ ክድቅስ ንሕጂ ካባኺ ዝደልዮ ሓደ ነገር ጥራይ እዩ፣ ጽባሕ ንግሆ ናብ ቤት ትምህርቲ ክትምለሲ ኢኺ በልዋ። ወጋሕታ ዝሰምዓቶ ክትኣምን ኣይከኣለት። ትምህርቲ ግን ሓዳርከ በለት ኩሉ ትሰምዖ ዝነበረት ድምፁ ኢልዋ ሕልሚ ኮይኑ እናተሰምዓ። ደሓን ንሱስ ቀስ ኢሉ ክመጽእ እዩ ዛጓለይ፣ ቀዳምነት ንስኺ ትመሃሪ ብሉጽ ነጥቢ ክተምጽእ ጥራይ እየ ዝደሊ በልዋ ብዓቢ ፍቕርን ሓልዮትን። ካብታ መዓልቲ እቲኣ ጀሚሩ ናይ ወጋሕታ ህይወቱን ፍጹም ከም ዝሓሰበቶ ኣይነበረን። ኣቶ ሃይለ ዘድልያ ናይ ትምህርቲ ንዋት ኩሉ የቕርቡላን። ብስጋዊ ድሌት ኣብ ጥቓ ነፍሳ ከይቀርቡ ከም በዓል ቤታ ዘይኮነስ ከም ሓደ ሩህሩህ ኣቦ ኮይኖም ይሕዝዋ ነበሩ። ግን ወላ ሓደ ሰብ ዋላ ንስድርኣ ብዛዕባ ክልቲኦም ከይትዛረብ የጠንቅቑዋ ነበሩ። ወጋሕታ እውን በዚ ውዕለት እናተገረመት ብዓቢ ኣኽብሮትን ፍቕርን ትንከባኸቦም ነበረት። ወጋሕታ ድሕሪ ምስ ኣቶ ሃይለ ምምርዓዋ ስድርኣ ብነጻ ኣብቲ ገዛ እንዳ ሃይለ ይቅመጡ ነበሩ። ኣዲኣ ካብቲ ከቢድ ናይ ፅሬት ስራሕ ኣዕሪፋ፣ ኣሕዋታ ድማ ብግቡእ ይመሃሩ ነበሩ። ባራኺ ግን ሕጂ እውን ኣይተቐየረን፣ እኳ ደኣ ብኢሱ ወይ ዝነበረ። እቲ ዕዳ ምስ ተሸፈነሉን ናጻዊ መንበሪ ምስ ረኸበን፣ ካብቲ ክፉእ ኣመሉ ተኣሪሙ ናብ ንቡር ህይወቱ ክምለስ ኣብ ክንዲ ዝፍትን፣ ዝገደደ ናብ ቁማርን መስተን ኣተወ። ንጓል ወጋሕታ ድማ ከም ናይ ገንዘብ ምንጪ ሓሲቡ ይጥቀመላ። ወጋሕ ጸብሒ እናመጸ ገንዘብ ሃብኒ እናበለ የሸግራ ነበረ። ወጋሕታ ኣብ መጀመርታ በጃኻ መስተ ቀንስ፣ ቁማር ግደፎ ኢላ እናመዓደቶ ገንዘብ ትህቦ ነበረት። ግን እቲ ገንዘብ ንዕንወቱ የቀላጥፎ ከም ዘሎ ምስ ፈለጠት ሓደ መዓልቲ ቆራጽ ውሳነ ወሲዳ ድሕሪ ሕጂ ሓንቲ ሳንቲም ኣይህበካን እየ በለቶ ኣትሪራ። ባራኺ ብሕርቃን ኣዒንቱ ፍጢጡ እንታይ ክዝበልኪ ንምንታይ ድየ ምስ ሃብታማ መርዔኪ ገንዘብ ክትብኒ ግቡእኺ እዩ ኢሉ ከጓጠላን ክጭድረላን ጀመረ። ወጋሕታ ግን ጨኪና እምቢ በለቶ። ገንዘብ ንኣዲኣ ጥራይ ትህባ ነበረት። ኣብ ትምህርታ ዝነበረ ኣድህቦ ድማ ሓያል ነበረ። ኣቶ ሃይለ ኣብ ጎና ኮይኖም ስለ ዘተባብዕዋ ናይ ሃይስኩል ትምህርታ ብልዑል ነጥቢ ዛዚማ ኣብቲ ከተማ ናይ ዝርከብ ዩኒቨርሲቲ ኣትወት። ሽዑ ኣቶ ሃይለ ንስኺ በላሕ ኢኺ፣ ሕክምና ክተጽንዕ ትኽእሊ ኢኺ ኢሎም መኸርዋ። ንሳ ድማ ከም ዝበልዋ ሕክምና ክትምሃር ጀመረት። ንዓመታት ኣብ ዩኒቨርሲቲ ናይ ሕክምና ትምህርቲ ክሳብ ትውድእ ኣቶ ሃይለ ከም ኣቦ ኮይኖም ኣምሃርዋ። ናይ ሎሚ ተምሃሪት ዩኒቨርሲቲ ናይ ጽባሕ ድማ ዶክተር ክሳብ ትኸውን ብገንዘብ ኮነ ብሞራል ይሕግዙዋ ነበሩ። እታ ወጋሕታ ብሃንቀውታ ትጽበያ ዝነበረት ዕለተ መመረቕታ ኣኸለት። እታ ብቑማርን ድኽነትን ሕልማ ክትምንጠል ዝተሓስበት ጻዕራም ወጋሕታ፣ ጸሊም ጋውን ለቢሳ ናይ ሕክምና ዲግሪኣ ክትቅበል ኣብ መድረኽ ደው ንምባል በቕዐት። ኣዲኣ ብሓጎስ ትነብዕ ነበረት። ኣቶ ሃይለ ድማ ብኹርዓት የጣቕዑላ ነበሩ። ኣቦኣ ባራኺ ግን ኣብ ሓደ እንዳ መስተ ተኣሊኹ ክሰክር ነዚ ናይ ጓሉ ዓወት ንምርኣይ ኣይተዓደለን። ድሕሪ እቲ ጽምብል ምረቓ ምሸት ኣብ ገዛ እንዳ ሃይለ ምስ ተመልሱ ከቢቦም ኣብ ሳሎን ኮፍ ኢሎም ኣቶ ሃይለ ኣብ ቅድሚ ኣዲኣ ሓደ ዓቢ ምስጢር ከውጽ ጀመሩ። ወጋሕታ ጓለይ ሎሚ ናትክን ናይ በዓልቲ ቤተይን ዝነበረት ሕልሚ ዝተጋህደላ ፍልይቲ መዓልቲ እያ ኢሎም ድምፆም እናተቆራረፀ ሰበይተይ ቅድሚ ሟታ ሓደ ትምኒት ነይርዋ ጓል እንተወሊድና ከምኣ ዶክተር ክትመሃረላ ተደሊ ነይራ ግን ኣምላኽ ውላድ ይሃበናን ኢሎም ዝም በሉ ወጋሕታ ምስ ኣዲኣ ፂኒነን ይሰምዖም ነበራ ኣነ ንዓኺ ክምርዓወኪ ዝሓተትኩሉ ምኽንያት ኣብዚ እርጋነይ ስጋዊ ፍትወት ደስ ኢሉኒ ወይ ነቲ ዕዳኹም ንምኽፋል ሓሲበ ኣይነበርኩ ኢሎም ኣስተንፈሱ። ብድሕሪኡ ቀጸሉ። ሓደ ምሸት ኣቦኺ ኣብ እንዳ ቁማር ብዙሕ ገንዘብ ተበሊዑ ከም ዝነበረን ዝኸፍሎ ምስ ሰኣነ ድማ ንዓኺ ነታ ምልክዕትን ንፍዕትን ጓሉ ኣብ ቁማር መትሓዚ ክገብረኪ ምዃኑ ብወረ ወረ ሰማዕኩ ምስ በሉ ወጋሕታን ኣዲኣን ብሓባር ሰንበዳ። ኣዲኣ ንላዕሊ ኣንቃዕሪራ ኣንቲ ማርያም ኣደይ እንታይ የሰምዕ ዘለኹ ክትብል ከላ ወጋሕታ ድማ a ኣቦይ ንዓይ ኣብ ቁማር ኢላ ስቕ በለት። እወ እዛ ጓለይ ኣቦኺ ብወልፊ ቁማር ኣእምርኡ ሲሒቱ እዩ ነይሩ። እዚ ምስ ሰማዕኹ ድማ ንፍዕቲ ተምሃሪት ምዃንኪ ስለ ዝፈልጥ ህይወትኪ ብኢድ ሓደ ሰኽራን ቁማርተኛ ኣቦ ክባላሸዮ ደለኹ። በዚ ድማ ሕልሚ ናይታ ዝሞተት ሰበይተይ ንምግሃድ ንዓኺ ድማ ካብ ትጽበየኪ ዝነበረ ገሃንም ንምድሓን ኢለ ብስም መርዓ ናብዚ ገዛ ኣምጽኤኪ በሉ። ንብዓት ካብ ኣዒንቱ ወጋሕታ ከምዛራ ክፈስስ ጀመረ። እዚ ኩሉ ዓመታት ኣቶ ሃይለ በዓል ቤታ መሲሎም ዘድሕንዋ መጻኢኣ ዘብርሁላ ናብ ህይወታ ዝተላእኹ መልኣኽ ምንባሮም ንጹር ኮነላ። መግለጺ ቃላት ስኢና ኣብ ብርኮም ተደፊኣ መሪር ብኽያት በኸየት። ኣእጋሮም ብንብዓት እናሓጸበት ደጋጊማ ሰዓመቶ። ኣደ ወጋሕታውን ከምዚ ከሎ ድዩ እናበለት ንኣቶ ሃይለ ካብ ልባ ኣመስገነቶ። ኣቶ ሃይለ ንወጋሕታ ካብ እግሮም ኣተሲኦም ግንባራ ምስ ሰዓሙ ንብዓታ እናደረዙ ሕጂ ንስኺ ዶክቶር ኴንኪ ኢኺ ዓወት ክርኤ እየ ካብዛ ዕለት እዚኣ ጀሚርኪ ንስኺ ነጻ ኢኺ ነዚ ናይ ሓሶት መርዓዊ ሕጊ ፍሪስና ድሌትኪ መሪጽኪ እትደልይዮ ሰብ ተመሪዕኺ ክትነብሪ ሙሉእ ፍቓደይ እዩ በልዋ። ወጋሕታ ርእሳ ብኣሉታ እናነቕነቐት ዝገበርኩምለይ ውዕሎት ሙሉእ ዘመነይ ክምልሶን ክርስዖን ኣይክእልን ንስኹም እኮ ህይወተይን ዘድሓንኩምኒ ብርሃን ዝዓደልኩምንን ኣቦ ኢኹም ካባኹም ፈጺመ ኣይፍለን ክሳብ ንዓይ ዝመስል ሰብ ዝረክብ ኣብዚ ገዛ ምሳኹም ኮይነ ክነብር እየ በለቶም። ወጋሕታ ከምቲ ዝበለቶ ነተን ከም ኣቦ ዝኾንዋ ኣቶ ሃይለ ገዲፋቶም ኣይከደትን። ከም ኣጋጣሚ ኣብቲ እታ ዝሞተት በዓልቲ ቤቶም ትሰርሓሉ ዝነበረት ሆስፒታል ተቖፂራ ክትሰርሕ ጀመረት። ወጋሕታ ነቲ በደለኛ ኣቦኣ እውን ኣይደርበየቶን። ናብ ናይ ስነ ኣእምሮ ሕክምና ማእከል ከም ዝኣቱ ገበረት። ድሕሪ ነዊሕን ሓያልን ቃልሲ ድማ ካብ ወልፉን ቁማርን መስተን ተፈዊሱ ናብ ልቡ ተመልሰ። ነቲ ዝገበሮ ጌጋ ጓሉ ዝኸፈለቶ መስዋእትን ምስ ተገንዘበ ንኣቶ ሃይለን ንጓሉን ብብኽያት ይቕሬታ ሓተተ። ወጋሕታ እታ ምእንቲ ስድራ ኢላ ብድፍረት ናብ ጸልማት ዝኣተወት ጓል ብሰንኪ ሓደ ሩህሩህ ኣቦ ህይወታ ናብ ብሩህ ወጋሕታ ተቐየረ። ሓደ ሓደ ግዜ እቲ ዝኸፍአ ዝመስለና ፈተና ናብቲ ዝበለጸ ዕድል ዝመርሕ ማዕጾ ክኸውን ይኽእል እዩ። ተፈጸመ። ሰላም ዝኸበርኩም ተኸታተልቲ ስቶሪ ፕሮዳክሽን፣ ንሎሚ ሒዝናልኩም ዝመጸና ትሕዝቶ ነዚ ይመስል ነይሩ። ኣብዚ ቻነል ሓደሽቲ እንተኾይንኩም ሳብስክራይብ ብምግባር ኣባላት ስድራ ቤት ክትኮኑ ንምሕጸነኩም። ነዚ ቪድዮ ላይክ፣ ሼር ብምግባር ድማ ምትብባዕኹም ኣይፈለየና። ብዝተረፈ ኣበይ ሃገር ኮንኩም ነዚ ትሕዝቶ ትከታተልዎ ኣለኹም ድማ ኣብ ቦታ ከመንት ግደፉልና። ሰናይ መዓልቲ።

ክንዲ ዕልል ገኒኑ ሕሜታ ጽባሕ ንግሆ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ክኽብሉ